ኣብዚ ግዜ'ዚ መቸም እቲ ዝበዝሐ ሰብ ናይዛ ንነብረላ ዘለና ዓለም ብወልፊ ናይ ዕጸፋርስ፣ ናይ ኣልኮል ወይ ድማ ናይ ሴክስ ዘይኮነስ በተን ኣብ ጁባና ሒዝናየን ንጎዓዝ ዘለና ስማርትፎን ወይ ተሌፎናት እዩ ተታሒዙ ዘሎ። እቲ ጸገም ድማ መብዛሕትና ዘይንፈልጦ ወይ ድማ ክንቅበሎ ዘይንደሊ ሓቂ ምዃኑ እዩ። ቴክኖሎጂ ብሓፈሻ ናብራና ከቃልል፣ ናብራና ንኸመሓይሽ እዩ ተፈጢሩ። እቲ ጸገም ግን ከም ኩሉ ነገራት ብብዝሒ ክትወስዶ ብዘይ ቁጽጽር ክትወስዶ ምስ እትጅምር ሓይልኻን ግዜኻን ቀቲሉ ሕልምታትካ እዩ ዝቐትል። ልክዕ ከምቲ መድሃኒት ብዓቐኑ እንተወሲድካዮ መድሃኒት ዝኾነካ እንተብዚሕኻ ግን ናብ ስሚ ዝቕየር እዚ እውን ከምኡ እዩ። ኣብዛ ናይ ሎማዓንቲ ቪድዮ እተን ንናይ ተሌፎን ምጥቃም ግዜና ክንቆጻጸረሉ ወይ ድማ ነቲ ዘለና ወልፊ ክነቋርጸሉ እንኽእል ዝሕግዛና ሓጸርትን ንኣሽቱን ቀለልትን ግን ከኣ ውጽኢታውያን ዝኾና ነጥብታት፣ Tips፣ ክንዕዘብ ኢና። እሞ ምሳይ ጽንሑ። እታ ኣብ ቀዳማይ ደረጃ ንሪኣ ነጥቢ ነቶም ወልፊ ዘትሕዙና ኣፕሊኬሽናት ምድምሳስ እትብል እያ። እዚ ከመይ ማለት እዩ? ሓንጎልና ኩሉ ግዜ ክምችኣናን ውሑድ ስራሕን እዩ ዝፈቱ። ኩሉ ግዜ ነቶም ኣፕሊኬሽናት ክንድምስሶም እንኮለና ኣብታ ኔክስት ታይም ኣብታ ትቕጽል ግዜ ነቶም ኣፕሊኬሽናት ኣውሪድና ክንጥቀመሎም ኣብ ንሓስበሉ ግዜ ንእሽተይ ስራሕ ስለ ዘላ ናይ ሰከንድታት ግዜ ንድሕሪት ስለ ዝሰሓብ ሓንጎልና ከም ስራሕ ስለ ዝሪኦ ክንገድፎ ንኽእል ኢና ወይ ድማ ቁሩብ ግዜ ክንወስድ ንኽእል ኢና። ኩሉ ግዜ ኣልዕል ኣቢልና ኣይንጥቀመላን ኢና እታ ተሌፎን ማለት እዩ። እዚ ድማ መዓስ ክንገብሮ ኣለና? ነቶም ኣፕሊኬሽናት መዓስ ክንድምስሶም ኣለና? ድሕሪ ምጥቃምና ኣብታ ድሕሪኣ ዘላ ግዜ ከይተደናጎና ማለት እዩ። ምክንያቱ ነቶም ኣፕሊኬሽናት ክንጥቀመሎም ጸኒሕና ንኣብነት ቲክቶክ ተደኣ ክትጥቀም ጸኒሕካ ድሕሪ ግዜ ሓይልኻ ምስ ወዳእኻ ግዜኻ ምስ ቀተልካ ትጸልኦ እሞ ነቲ ኣፕሊኬሽን ነታ ተሌፎን ክትጉሕፋ ጥራይ ኢኻ ትደሊ። ኣብታ ግዜ እቲኣ ነታ ኣፕሊከሽን ክትድምስሳ ክትክእል ኣለካ ምክንያቱ ኩሉ ኣይድምሰስን እዩ ክትፈርህ የብልካን ክትድምስሳ ኣለካ ኣብቲ ኔክስት ታይም ድማ ኣብታ ትመጽእ ግዜ ክትቀመሉ ትክእል ኢካ ኣውሪድካ ማለት እዩ ካልኣይ ግዜ ኩሉ ግዜ ክተወርዶ ክትድምስሶ ወላ ሓንቲ ጸገም የብሉን እንተ ደኣ ደምሲስካዮ ግን ኩሉ ግዜ ካብቲ ኣልዕል ኣቢልካ ካብ ጣውላ ድዩ ካብ ሳሎንካ ትጥቀመላ ግዜ ስለ ዝናዋሕ ኩሉ ግዜ ናይ ምጥቃሙ ዘይምቹእ ዘይረአ ትገብሮ ኣለካ ማለት እዩ እታ ቀጺላ ንሪኣ ነጥቢ ድማ ሎግ ኣውት እትብል እያ። እታ ቀዲምና ዝረኣናያ ነጥቢ ኣፕሊኬሽናት ምድምሳስ ዝኾነ ዳታ ከጥፍኣለይ'ዩ ኢልካ ትፈርህ ተድኣ ኮንካ ካብ ኩሎም ሎግ ኣውት ክትገብር ትኽእል ኢኻ። ተጠቂምካ ምስ ወዳእኻ ሎግ ኣውት ሎግ ኣውት ትገብር እሞ ኣብ ዝመጽእ ግዜ ጸገም ዝበሃል የብሉን ሎግ ኢን ጌርካ ክትኣቱ ትኽእል ኢኻ። ግን ነቲ ፕሮሰስ ትሰብሮ ኣለኻ። እቲ ኣልዕል ኣቢልካ ምጥቃም ትሰብሮ ኣለኻ። ገለ ሰከንድታት ናብ ድሕሪት ገጽካ ትስሕቦ ስለ ዘለኻ ሓንጎልና ድማ ስራሕ ስለ ዝጸልእ ኩሉ ግዜ ኣልዕል ኣቢልካ ኣይትጥቀምን ኢኻ ስለዚ ሎግ ኣውት ምግባር ሓጋዚ እዩ። ተሌፎንካ ኣብ ካልእ ቦታ ግደፍ ትብል እያ እዚ ከመይ ማለት እዩ ኣብ ሳሎን እንተ ኣሊኻ ተሌፎንካ ኣብ መደቀሲ ትገድፋ ወይ ድማ ኣብ መደቀሲ እንተ ኣሊኻ ወላ ኣብ ኪሽነ ክትገድፋ ትኽእል ኢኻ። ብዘየገድስ እቲ ናይ ኣልዕል ኣቢልካ ምጥቃም ባህርያት ክትሰብሮ ምእንታን ማለት እዩ። እዚ ፕሮሰስ እዚ፣ እዚ መካኒዝም፣ እዚ መስርሕ እዚ ክስበር ክኽእል ኣለዎ። ኣነ እዛ ትሪክ እዚኣ ብብዝሒ ዝተጠቀምኩላ እያ ኣብ ዝሓለፈ ዓመታት። ኩሉ ግዜ ካብ ስራሕ ክመጽእ እንከለኹ፣ ድሕሪ ስራሕ ኣብ ናይ ዕረፍቲ ግዜይ ኣብ ገዛ ኮፍ ኣብ ዝብለሉ ነታ ተሌፎን ክጥቀም እቲ ናይ ዕረፍቲ ግዜይ ከየዕረፍኩ ብጣዕሚ ይዳኸም ስለ ዝነበርኩ ነታ ተሌፎን ካብ ስራሕ ኣብ ዝመጻኹሉ ኣብ ጋራጅ ኣብ መኪናይ ገዲፈያ ንገዛ ይመጽእ እሞ ሰላም ዘለዎ ምሸት ተምሲ ነይረ። ስለዚ እዚኣ ውን ንዓኻ ኤድያል ክትከውን ትኽእል እያ እዛ መፍትሕ እዚኣ ማለት እዩ። እታ ቀጺላ ንሪኣ ነጥቢ ድማ ነጻ ናይ ተሌፎን መዓልታት ምውጣን እትብል እያ። እዚ ከመይ ማለት እዩ? ሓንቲ መዓልቲ ኣብ ሰሙን እዛ ኣብዛ መዓልቲ እዚኣ ተሌፎን ኣይጥቀምን እየ ብምባል ሰባት ክረኽቡኻ ይኽእሉ እዮም ግን ነቲ ካልእ ኣፕሊኬሽናት ከም ዝረኣናዮ ሎግ ኣውት ጌርካ ወይ ድማ ክትድምሶ ትኽእል ኢኻ። ከምዚ ፕላን ብምግባር ድማ ነቲ መካኒዝም ክትሰብሮ ትኽእል ኢኻ። ኣብዚ ግዜ እዚ ድማ ንዓኻ ዝሕጉስኻ ንጥፈታት ክትረክብ ትኽእል ኢኻ። ምስ ነብስኻ ክትዛረብ ትኽእል ኢኻ። ነቲ ነቲ ጽምዎ ነቲ ጽምዋሲ ኢንጆይ ክትገብሮ ትኽእል ኢኻ። ስለዚ ናጻ ናይ ተሌፎን መዓልታት ምውሳን እውን ንዓና ኣዝዩ ኣዝዩ ሓጋዚ እዩ። ትርፊ ግዜኻ ኣብ ካልእ ንጥፈታት ምሕላፍ እትብል እያ። እዚ ከመይ ማለት እዩ? ሆቢ ክህልወና ክኽእል ኣለዎ። ትርፊ ግዜና ፕላን ክንገብሮ ክንክእል ኣለና፣ ልክዕ ከምቲ ናይ ስራሕ ግዜና ማለት እዩ። እዚ ከመይ እዩ? ንኣብነት እስኻ ጅም ዘይትኸይድ፣ ምስካም ዘይትፈቱ፣ ምጉያይ ዘይትፈቱ ሰብ ክትከውን ትኽእል ኢኻ። ስፖርት ዘይፈ ኣይፈቱን እየ ዝብለካ ሰብ ኣሎ። ስፖርት ንዓይ ዝኸውን ነገር ኣይኮነን ዝብለካ ኣሎ። ስፖርት ግን እዘን ክልተ ነገራት ጥራይ ኣይኮነን። መወዳእታ ዘይብሎም ዓይነታት ስፖርት እዮም ዘለዉ ስለዚ ክትረኽቦ ክትክእል ኣለካ እንታይ ንዓኻ ፋን ይህበካ ማለት እዩ ብጀካ ስፖርት ካልእ እንታይ ኣሎ ወክ ክትከይድ ትኽእል ኢኻ ብዙሕ ነገራት ክትገብር ትኽእል ኢኻ ስለዚ ኣብ ትርፊ ግዜኻ ድማ ክትገብሮም እትኽእል ንጥፈታት ክትረክብ ክትክእል ኣለካ እታ ኣብ መወዳእታ ንሪኣ ነጥቢ ድማ ንስኻ ኣዛዚ ኢኻ ትብለ። እዚ ድማ ንስኻ ኢኻ ህይወትካ ኮንትሮል ትገብሮ። ተሌፎንካ ኣይኮነትን፣ ንስኻ ኢኻ ኮንትሮል ትገብሮ፣ ስምዒትካ ንስኻ ኢኻ ኮንትሮል ትገብሮ። ስለዚ ከም ኣዛዚ ተንቀሳቐስ፣ ከም ካፒተን ናይ ህይወትካ ተንቀሳቐስ። ስለዚ ኣብቲ ደስ ዝበለካ ክትጥቀመላ፣ ኣብቲ ደስ ዘይብለካ ድማ ክትገትፋ ኣዛዚ ንስኻ ኢኻ። ኩሉ ግዜ ብዙሕ ቲፕስን ትሪክስን እዩ ዘሎ ነዚ ተሌፎን ናይ ስክሪን ግዜና ክነሕፅሮ ንኣብነት ኣብ ሴቲንግ ኣቲና ነታ ተሌፎንና ዘይሰሓቢት ክንገብራ ንኽእል ኢና ሕብሪ ክንቅይሮ ንኽእል ኢና ብጣዕሚ ሕማቕ ሕብሪ ጌርና ዘይሰሓቢት ምግባር ኢንጆይ ዘይንገብረሉ ናይ ስክሪን ግዜ ክንሕልፍ እሞ ብኡ ቢልና ድማ ክንፀልኣ ክንጅምር ኢና ብዙሕ ቲፕስ እዩ ዘሎ ከም ዝተዓዘብናዮ እዚኤን ገለ ክሕግዛ ይኽእላ እየን ኢለ ዘቕረብክወን እየን ነይረ ሎማዓንቲ። ክሳብ ዝመጽእ ቪድዮ ብኻልእ ትሕዝቶ ንራኸብ። ሰሰናዩ ምሳኹም ዝጸናሕኩ ሓውኹም ሳይሞን እየ። ነዛ ቪድዮ ደስ ተድኣ ኢላትኩም ላይክ ብምግባር ናብ ካልኦት ኣሕዋት ከም ትባጻሕ ግበሩዋ። ቻው ቻው።